ካብ ሓጢኣት ክሃድም ኢሉ ኣይኮነን ካብ ሓላፍነት ክሃድም ኢሉ ኣይኮነን ካብ ዓቕሙ ንላዕሊ ዝኾነ ካብ ሰይጣን ብዘርኢ ዝመፀ ክርስቶስ ከዓ ኣብ መስቀል ዝሰቐሎ ብእምነት ምስ ክርስቶስ እናተጠባእካ ተርሕቆ ብዛዕባ ይዛረብ ዘሎ ሮሜ ሸውዓተ እሞ ተረዲኡካ ዶ ተረዲኡክ ዶ ሰብ ሓላፍነት ኣለዎ ሓላፍነት ኣሎ ክጥየቕ እዩ ነፍሲ ወከፍ ሰብ እቲ ዕቡድ ዓቢዱ ዘለኸ ቅድሚ ምዕባዱ እቲ ኣረጊት ከ ዕድመ ምስ እከለ ኣእምሮ ዝጠፍኦኸ ቅድሚ ምጥፍኡ ክሓተት እዩ ሰኽራም እኮ ከይሰኸረ ከሎ ኮጥዐይ ነይሩ እዩ ድሕሪ ምስካሩ ስንት ሓርታት እዩ ነገር ግን ኣእምርኡ ምስ ተጥፈአ ከምቲ ከየጥፍኦ ከሎ ኣይኮነ ስለምንታይ ከትሰክር ይብሎ ኣይትስከር ዘይበልኩኻን ዝርገት ኣለዎ ይብለካ ሸ ሰኺረ ከሎ ከ ትብል ኣይትኽእልን ኢኻ ኣይትኽእልን ኢኺ ካልእ ኣብቲ ጉጉ ትምህርቲ እየ እዚ ጠቂሰዮ ኣብቲ ሰይጣናዊ ትምህርቲ ኸ መውስቦ ዝኽልክሉ እኮ ኣለዉ ዘይምምርዓውሲ ቅዱስ ከም ዝኾነ ገይሮም ዝሓስቡ ሓሶት ኣብ ራእ ዮሃንስ 14 ምስ ኣንስቲ ዘይረኸሱ ይብል ምስ ኣንስቲ ዘይረኸሱ ማለት ቆልዑ እዮም ማለት ክብል ደልዩ እዩ ብሕልንኦም ዘይረኸሱ ብስምዒቶም ዘይረኸሱ ክብል ደልዩ እዩ እምበር ምስ ሰበይቲ ምምርዓውሲ እሞ ኣዳምን ሂዋንን እምበኣር እሞ ከም ፃሊ ነበሩ ንሄዋን ንሄዋን ከም ፃሊ ነበሩ ንኣምላኽ ሓቀይ ዶ ደንቆሮ መውስቦ እናኸልከሉ ኢሉ ምሁሮ ኣጋንንቲ ኢልዎ እዚ ኣበይ ኣብ ቀዳማይ ጢሞቴዎስ ምዕራፍ ኣርባዕተ ካብ ሓደ ስጋ ሓሙሽተ ንብቡ ነቲ ኣምላኽ ሰብ ክበልዖ ኢሉ ዝፈጠሮ ኩሉ ከዓ ሰብ ክሓርሞ ዝተበልዔካ ክትረክስ ኣይተንክፍ ኣይትብላ ኣይተንክ ዝብሉ ሓሶት ናይ ሓሶት ሓሶት ኣብ ዝሓለፈ ግዜ እዚ ትምህርቲ ዝሓዙ እምነታት ከም በዓል ካቶሊክ ካልኦት ካልኦት ኣብቲ ገዳሞም ንተወሰነ ሰባት እ ወይ ሰብ ሰለቦም ተኾይኖም ወይ ካብ ቁልዕነቶም ተሰልቡ ተኾይኖም ወይ ንመንግስቲ ኣምላኽ ከገልግልሲ ይትረፈኒ ዝበሉ ተዘይኮይኑሲ ኩሉ ክምርዖ እዩ ሰብኣይ ኣብ ገዛእ ርእሱ ይመልኽን እዩ ስለዚ እየ ሰበይቲ ፈጢረሉ ሰበይቲ ኣብ ገዛእ ርእሳ ኣይትመልኽን እያ ስለዚ እየ ሰብኣይ ፈጢረላ ኢሉ ጎይታ ክትምርዖ እናተገባኣካ ብሰንኪ ሓሶት ትምህርቲ ድንግል ትኸውን ወይ ካህን ወይ ገለ ትኸውን እሞ እንተሓጢእካ ተጠያቐ ስኻ ኢኻ ምክንያቱ ዘይኮነ ትምህርቲ ምሂሮም እዮም ኣዳናጊሮምኻ ዘሎ ኣዳናጊሮምኺ ዘለዉ ብላ ኣለኹ ኣብ ቅድም ዝሓለፈ ግዜ ስለ ዝሰብኽኮ ትንክፍ ኣቢለ እየ ክሓልፍ እየ ካልእ ኣብ ኣብ ናይ ሃይማኖት ትምህርቲ ኣብ ናይ ሃይማኖት ትምህርቲ ሲ ኣማላድነት ማርያም ትኣምኑ ካበይ ኢኹም ኣምፂኹሞ ማርያም ክትማልድ ኣብ ማእከል ክትከውን ሲ መን እዩ ገይርዋ ኣበይ ናይ ፅሑፍ እዩ ዘሎ ኣበይ ናይ ፅሑፍ ኣሎ ብሂወት ከለዉ ሳሙኤል ማሊዱ ኣሎ ሙሴ ማሊዱ ኣሎ እዮብ ማሊዱ ኣሎ ኣብርሃም ስለ ሰዶምን ጎመራን ሓምሳ ጻድቃን እንተዝርከብዋ ሳይቲ ምሕራን ዶ ኢሉ ምስ እግዚኣብሔር ተዛሪቡ ኣሎ ብሕይወት ከለው ንስኻ ኸ ዝሞቱ ጻድቃን ከም ዝዓዩ ጌርካ ኣልዕል ኣቢልካ ሓሳዊ መዳናገሪ ትፈልጥ ዲኻ እቶም ዝሓለፉ ጻድቃናት ድዮም ሓጥኣን ኩሎም ፍርዲ ተዋሂቦም እዩ ምስ ሰብ ጉዳይ የብሎምን ዕብራውያን ምዕራፍ ሸውዓተ ባ ምዕራፍ ትሽዓተ ቁፅሪ ዕስራን ሸውዓተ ንወዲ ሰብ ሓንሳእ ሞት ብድሕሪኡ ፍርዲ ተሰሪዕዎ ኣሎ ምስ ሞተ ሰብ ንፍርዲ ይፅበ ኣልዕል ኣቢሎም ፑርጋቶሪ ማእከላይ ቦታ ኣሎ ኢሎም ኣስሒቶምኻ ኣልዕል ኣቢሎም ኣልዕል ኣቢሎም የሱስ ብዛዕባ ሉቃስ 16 እቲ ሃብታም ሰብኣይ ናብ ሲኦል እቲ ኣልኣዛር ዝበሃል ድኻ ኣብ ሕቑፊ ብርሃም ይብል ሳልሳይ ካብ ምፂኻ እዩ ሉቃስ 16 ማቴዎስ ምዕራፍ 10 እቲ ምስ ቀተለ ስጋ ምስ ነፍሲ ኣጣሚሩ ናብ ገሃነብ ዝድርቢ ደኣ ፍርሁ እምበር ነቲ ስጋ ምስ ቀተለ ሓንቲ እኳ ክገብር ዘይከኣሎ ኣይትፍርሁ ኢሉ ካበይ ከምፂኻዮ ኣብ ወንጌል ዮሃንስ ምዕራፍ ሓሙሽተ እቲኣቶም ናብ ናይ ዘለኣለም ህይወት እዮም ከዓ ናብ ናይ ዘለኣለም ፍርዲ ክትስኦም ኢሉ ካብ የምፂኻ ሳልሳይ ተስካር ካብ የምፂኻዮ ኣብ ኣዋልድ መጽሓፍቲ ረኺበዮ ኢልካ ኣዋልድ መጽሓፍቲ መዓስ ከም ትጽሓፉ ትፈልጦም ዲኻ ኣብቲ ዘመን ጸልማት ወይ ኣብቲ እግዚኣብሔር ስቕ ኢልሉ ዝነበረ ዘመን ካብ ዘመን ካብ ሚልክያስ ዝበሃል ነቢ ክሳዕ ዮሃንስ መጥምቕ ዝመጽእ ናይ ኣርባዕተ ሚእቲ ዓመት ናይ ስቕታ ዘመን ዝብልዎ ሽዑ እዩ በዓሉ ይፅሕፍ ዘበለ ገለ ዘበለ ኩሉ ክፅሕፍ ጀሚሩ ካብትና ካብቲ እናሰረቀ ካብቲ እናወሰኸ ካብቲ እናሓዋወሰ ትሩፋት ይብልዎ ስለምንታይ ትሩፋት ኢሎሞ ካብቲ ቀኖና ዝበሃል ዓቂኖም እዚ ናይ እግዚኣብሔር መንፈስ ዘለዎ ቅዱስ ጽሑፍ እዩ እዚ ግን ሕዋስ እዩ ወይ ድማ ኣይኮነን ዝበልዎ ዝፈለይዎ እዩ ኣይሁዳ ክንደይ ሒዞም ንዓና ረኪቦምና ሰላሳን ትሽዓተን ናይ ብሉይ ኪዳን መጻሕፍቲ ሓድሽ ኪዳን ከ ብቀኖና ዕስራን ሸውዓተ ደሓር ከ ካልእ ትሩፋት ኢሎሞ ካብ ትሩፋት እናምጽኻ ከም ቃል ኣምላኽ ጌርካ የሱስ ኣይተዛረበሉ ሃዋርያ ጳውሎስ ኣይተዛረበሉ ሃዋርያ ጴጥሮስ ኣይተዛረበሉ እቶም ምስኡ ዝነበሩ ዘይተዛረብሉ ካበይ ከምፂኻዮ ኣታ ካበይ ኢኻ ኣምጺኻዮ እብለካ ኣለኹ ብሽም የሱስ ክርስቶስ እስከ ወንጌል ዮሃንስ ከም በልካ ከም ብበልክቲ ሽም የሱስ ኪድ ኣርባዕተ ወንጌላት የሱስ ተዛረቦ ብምሉ ትኽክል ተጠንቂቆም ጽሒፎምልካ ወንጌል ናይ ማቴዎስ እኮ ናይ ማቴዎስ ኣይኮነን ክርስቶስ ናይ ክርስቶስ ወንጌል ማቴዎስ ከም ጸሓፎ እዩ ናይ ክርስቶስ ወንጌል ሉቃስ ከም ጸሓፎ ናይ ክርስቶስ ወንጌል ዮሃንስ ከም ጸሓፎ ናይ ክርስቶስ ወንጌል ማርቆስ ከም ጸሓፎ ድሓር ከዓ እቶም ምስኡ ዝነበሩ ሃዋርያት ምስኡ ዝበልዑ ዝሰተዩ ስማዕ እንዶ ብድሕሪ እዘ ዝመፀ ክትውስኽ መን እዩ ነጊሩካ እብራውያን ምዕራፍ ሓደስ ከምብቦ ኣምላኽ ቀደም ብነቢያት ብዙሕ ሰኣን ብብዙሕ መንገድን ተዛሪቡና ኣብዚ መጨረሻ ዘመን ግና በቲ ወራስ ኩሉ ዝገበሮ ብኡ ንዓለም ዝፈጠረ ወዱ ገይሩ ተዛረበና ኢሉ ድሕሪ ወዱ ተዛረቦ መን እዩ ደፊርካ ሓውስ ኢልካታ ዓማፂ ብሽም የሱስ